ፍርሂ ጥቅሚ የብሉን በዚኣ ተታዓርቅና እምበር ለቅነ ትገብርዎ ዘለኹም ሕጂ ኩሉ ስቤዛታት ይኸብር ስለ ዘሎ ዕጽፊ ግበርዮ ምክንያቱ እዚ ኩሉ ድኳናት ርኤዮ ናዞም ኣዕሩኽተይ ኩሎም ብዕጽፊ ገይሮሞ ኣለዉ እወ ወዛ ጓለይ እወ ብኸምኡ ክሕበርኪ ኢለ እንታይ ተረኺቡ እንታይ ከም ተረኸበ ትፈልጥ እንዲኺ እሞ ብለኪ ኣለኹ በቃ እዛ ጓለይ ኩሉ ብዕፅፊ ግበሪ እወ እዛ ጓለይ በቃ ደሓን ካብ መኻዚኖ ከዓ ባዕለይ መፅኤ ደውፃልኪ ከይተውፅ ባዕልኺ ምክንያቱ ከም ዝሪኦ ዘለኹ ይውስኽ ዝብል እምነት ኣለኒ ኣነ ሓንቲ ንብረት ከይትወፅእ ኣኽለኽተን ዘለዋ ኣብታ ድኳን ዘለዋ ኩለን ሽጥየን ኣጆኹ እዛ ጓለይ ሕረ ሕረ ሕረ ሸዊት ጓለይ ሕረ ኣንታ ዝበሃቱ ወረ እንታይ ድበልዎ መዓት እንታይ ድበልዎ መዓት እዩ ወሪድና ዘሎ እንታይ ድበልዎ ሕማም እዩ ኣብዛ ዓለምና ኣትዩ ደሎ። እገርመካ እኳ እዩ። ከምዚ ዝበልዎ የለን ጊላ ሓወይ ኣነሲ ጠቅላላ ጠቅላላ እኳ እዩ ዋላ እቲ ድቃስ ኣብይኒ ቀጨውጨው ክብል ሓዲረ። እንድዒ እንድዒ እዚኣ ስኒ ናይ ሰብ ኣይኮነትን ገለ ድዓበስናዮ ኣለና ሓጥያትና እዩ። ኣይ ኣንታ ሓጢኣት ናይ ትበል ኣብ ቻይና እዩ ጀሚሩ ምናልባት ሓጢኣት ቻይናውያን ከይከውን። ኣታ ታይ ዘረብኡ ኢካ ትዛረብ ዘለካ ኣብ ሙሉእ ዓለም እኮ ይድልሕም ደሎ ኣብ ቻይና እኮ ደው ኣይበለን። ጽቡቕ ኣለኻ ጊላ ሓወይ ኣብዚኣ ገጻ ጥራይ ኣይትምጻእ። ይኽደነና ከምዚ እኮ ርኢናን ሰሚዕናን ኣይንፈልጥን ኣብ ዕድሜና ክንደይ ሕማማት ነይሩ እ ኣንቅጺ ቲፎ ኒፍዮ ጅግል ፍንጣጣ ኩሉ ግን እ ቤንትሸሊና መርፍእ ተወጊእና ንሓዊ ነርና ከምዚ ግን ርኢናን ሰሚዕናን ኣይንፈልጥን ኢና ኣይንፈልጥ ወይለይ ከተዕልሉ ከለኹም ከዓ ናይ ሓደ ሜትሮ ተፋናተቱ እኳ እዮም ኢሎም ርሕቕ እስኪ በል። ካብ ውሃ ኣለዎ ድዩ? እሞ እዛ ሕማም እዚኣ ኣትያ ደይ ትብለኒ። ኣነስ ሕማም ኣትያ ኢለካ ዶስ ዝሓሰብካዮ ነገር ኣለካ እዩ ጊደ ኣይትሕመና እስኪ። ደይኮነ ስብሃቱ እንድዕር ከምኡ ኢሎም ኮይኖም ደኣ እሞ ኣትያ በላ እምበሪ። ወይለከይ እሞ ክንገብሮ ዝግበኣና ጥንቃቐስ ጠቕላላ ኣይፈለጥካዮን። እዚ ኹሉ ሬድዮን ተለቪዥንን ዕንግሪር እናበሉ ወሪዱኒ ኣበይ ሰሚዐልካኒ? ወረኛ! ካበይ ደኣ ኣምጺኻዮ ሕማም ከም ዝኣተወ? ካብ ሰማ ሰሚዐዮ።
ወይ ጉድ!
እሞ እንታይ ዓይነት ጥንቃቐ ክትገብር ከም ዘለካስ ጠቕላላ ኣይፈለጥካን ማለት እዩ። እዝጊ ናይ የፍለጠኒ ኣይፈለጥኩን። እሞ የለኻን የለኻን የለኻን ኣብዛ ዓለም። ስማዕ ክትገብሮ ዝግበኣካ ጥንቃቐ ሓደ ንሰባት ሰላም ክትብል እንድሕሪ ውዒልካ፣ ገዛ ከይድካ ብኣርኮል ወይ ብሊሊ ሳሙና ጌርካ ኢድካ ምልጭ ኣቢልካ ክትሕፀብ ክትክእል ኣለካ። እሞ ክንደይ ኢለ እየ ክሕፀብ ደሊኻኒ? ዋላ እንተተሓፀብኩ እውን ደኣ ከሊእ ኣይክለንን እዩ። ኣታ ታይ በሃል ወደይ እዚኣ እዚኣ ፈጺማ ፈጺማ ንዓና ደይትኸውን ሕማም እያ መጺኣትና ዘላ። ንመን ትኸውን ሕማም ደኣ መጺኣ? እንድዒ ጥራይ ክገብሮ ዝኽእል ጥንቃቐ ጥራይ ንገረኒ ብድሕሪኡ ኸኣ ከም ሻሙ። እንታይ እዩ ከም ሻሙ ኢልካ ዘረባ? ብህይወት ሰብ ትላገጽ ኣለኻ? ተተግብሮ ተይለካ ተተግብሮ። ካልእ እንታይ ክብለካ ኢለ ክትስዕል ከለኻ ኸኣ። ክትስዕል ከለኻ መንዲል ጌርካ ከምዚ ጌርካ ኣፍካን ኣፍንጫኻን ሽፍን ኢልካ ኢኻ ክትስዕል ዘለካ። ሕራይ እስከ ቀጽል ስብሓቱ ክንገብሮ ድግበኣና። እወ እዚኣ እዚኣ ንባዕላ እዚኣ ንባዕላ ዊን ተቋርጻ ምኽንያቱ ሰባት ሰላም ክትብል ስለ ትውዕል ዘለኻ እዝንኻ ተሒዝካ ብዕዝንኻ ኣፍንጫኻ ተሒዝካ በፍንጫኻ ዓይንኻ ተሒዝካ ከይተረፈ ብዓይንኻ ስለ ዝኣትው እዚኣ ዊን ንባዕላ ከተቋርጻ ኣለካ። ወይ ጉድ ሕራይ እስከ ብኣፍከ ብኣፍከ ብኣፍ እሞ ከኣ ኣሽነይ በለ እናበሉ እዮም ዝኣትዉ። ኣንታ
እሞ እዚ ክፍሊ ኣካልና ደኣ መዓት ቀዳድ እኮ እዩ ዘለዎ። እሞ እንታይ ከተልሕሞ? ማለተይሲ እዚ ሕማም ንክኣትወናስ ብዙሕ ኣፍደገ ኣለዎ ማለተይ እየ። ኣብ ትሕቲ ኣምላኽ ርኢኻ ኣለኻ፣ ሚኒስትሪ ጥዕና ዝሕብሩና ዘለዉ ሓበሬታታት እንድሕር ኣተግቢርናዮ እኮ ደሓን እዩ። ካብኡ ከኣ እንዳ ስዋ ምኽያድ ምግዳፍ ከድልየካ እዩ። ኣብ ብዙሕ ሰብ ዘለዎ ሓደ እንድሕር ኣሎ ኢሎምኻ ካብ ሰብ ናብ ሰብ እዩ ዝላባዕ ካብ ሰብ ናብ ሰብ። ሕጂ ነገር መጽዩ። እዋእ ኣንታ እቲ መርዓይ ደኣኸ ከመይ ክኸውን እዩ? እዋእ
ሰብ እናረገፈሲ መርዓ ተራኢካ? ቅድሚ ሓሙሽተ ወርሒ ዝቖጸርኩዎ መርዓስ ክቋረጽ?
በፍጹም ኣየቋርጽን።
ኣንታ ኺድ ንምንታይ ቅድሚ ሓሙሽተ ዓመት ዘይትቖጽሮ? ስማዕ እስኪ እስኻ መርዓ ክትብል ከምኡ እንድሕር ኮይኑ እኮ ተስካር እኳ እዩ ክበዝሕ። ሰሚዕኻ ኣለኻ እዚ ሕማም እዚ ቀሊል ኣይኮነን ብሮ ቻይናውያን ሪኤኻ ኣለኻ ክቋጻጸርዎ ጀሚሮም ኣለዉ ኢሎምኻ ብኸመይ ተይልካኒ እቲ ህዝቢ ብሓንቲ ትእዛዝ እዩ ዝኸይድ ሃፍ በል ተይልካዮ ሓፍ ብል በጥ በል ተይልካዮ በጥ ብል ከኒና ውሓጥ ተይልካዮ ስጉድ ስጉድ ስጉድ ስጉድ ስፖስቶ ተሉ ተይልካዮ ስፖስቶ ውሕጥ ውሕጥ ውሕጥ ውሕጥ ስለዚ እንታይ ክብለካ ደልየ ንሕና እውን ኣብ ትሕቲ ኣምላኽ ዝሕብሩና ዘለዉ ሓበሬታታት ኣብ ተግባር እንድሕር ኣውዒልናዮ ናይ ምሕዋይ ወይ ከዓ ናይ ምፍዋስ ተኽእሎታት ኣሎ ስለዚ እቲ መርዓ ትረፍካ በጃኻ ኣያያያ ግን እመነኒ እመነኒ እየ ዝብለካ ዘለኹ ስብሃት ሓወይ ኣብዚ ዓድና ኣይኣቱን ይግበረልና እግበረልና እንታይ እሞ ክንብል ኢና እምበር ኣነስ ዋላ ዋላ ድቃስ ቀትርን ለይትን እየ ስኢነ ዘለኹ እወ ከምኡ ኢና ተስፋ ንግበር፣ ሰብ ከዓ ብተስፋ እዩ ዝነብር። ጸቡቕ ኣለኻ፣ ብተስፋ ትነብር ብድንገት ከዓ ትመውት። ግደፎ እንደታ ሞት ኣይተምጽእ፣ ሞት እንዳ ጸላእናያ ባዕልኻ ኣብ ጎደና ንሄና ልኪ ኢልካ ትዕድመልና ኣለኻ። ሕጂ እውን ንሱ እዩ እቲ ሓቂ፣ ወዲ ሰብ ብተስፋ ይነብር ብድንገት ከዓ መውት። ታኣ ሰባኻቱ ግደፎ እንደዚ ርእስቲ እዚ። ንዓናይ እስከ ቁሩብ ርስዕ ተበልካዮ ዋላ ኣብቲ እንዳ ኣብርሀት ወሲደ ንዓናይ ሓሓንቲ ዋንጫ ከስትየካ ንዓና። እንዳ ስዋ ግን ኣይንዳበልናስ። ወይለይ ኣታ ረሲዐዮ ሓቅኻ ኣብ እኩብ ሰባ ኣይሕወስን ኢልካኒ ኢኻ በል ንዓናይ ብርሻ ከስትየካ።

ሃሎ ሰለሙን ሰለሙን ከመይ ቀኒኻ ደሓን ዶ ቀኒኻ ደሓን እና እዝጋብሄር ይመስገን እዋ እንታይ ደኣ እተን ብኣህሞ ዝበልኩኻ ሩሲ ክሰደለይ ተን ዕስራ ቅጥዓ ክሰደልካ እዩ ፅባሕ ንጎ ንወልዳይ እወ እንታይ ትብል ኣለኻ

ዋ ደሓን ዲኺ ሻ ተጸሊእከዮ እንኮ ጸባ ከስየኪ ክእል እየ ስምዑ እ ሰማዕ ኣለኹ እዛ ጓል እንታይ ማለት እዩ ድኳንኩም ዶሎ ስቤዛ ብሓንቲ መዓልቲ ዋጋ ዕፅፊ ጌርኩሞ ድኳን እዩ ዘሎ እዎ ድኳንኩም ዘሎ
ኣብ ድኳን እዩ ዘሎ ንዓኺ እንታይ ይምልከተኒ እንተ ወድ ዘይምልከተኒ ንዓይ ዘይተመልከተኒ ደኣ ንመን ክምልከቶ ንሕና ኣይኮና እንዳ ዓማዊልኩም ንዓና ኮንኩም እንዲኹም ሸጡልና ዘለኹም ንዓኺ ሞት ንዓለም ሸይጠልኪ ይፈልጥን እየ። ምዃን ንስኹም ሓቅኹም ድኳንኩም ዶ ቤትውዕልዎ ኢኹም ብኸምኡ ኢኹም ከኣ ዘይፈለጥኩምኒ። ሕጂ ታይ ገበረ ኢኺ ትብልኒ ዘለኺ ሰብ። ሰብ ምህሳይ ጽቡቕ ኣይኮነን እዚ ትገብርዎ ዘለኹም ነውሪ እዩ እብለኩም ኣለኹ። ትደፍርኒ ዘለኺ ሓቀይ መን ኮንኪ ኢኺ ንስኺ ወስኽዎን ኣጉድልዎን ትብልኒ እሞ ከኣ ጽቡቕ ኣጋጣሚ ተረኺቡ ከሎ። መን ኢኺ ንስኺ? ሰብ ኣብ ዓለም ሙሉእ ብሕማም እናተቐዝፈ ከሎስ ንስኹም ከም ጽቡቕ ኣጋጣሚ ጌርኩም ወሲድኩሞ? ብዓቢኡ እግዚኣብሔር ኣይትፈርሑን ዲኹም? ንነብስኹም ረሲዕኹማ ኣለኹም ሰብ ምዃንኩም መዋቲ ምዃንኩም ከማን። ንሱ ድዩ ካልእ ኣለኪ? እዝጋብሄር ከኣ ኣነ ቅድሚኺ እየ ዝፈልጦ ንስኺ ከኣ ቅድመይ ከረው ትብሊ ትኾኒ። እግዚኣብሔር እንተትፈልጡሞ ከምዚ ምገበርኩምን ኔርኩም። ዝያዳ ኣብዚ ግዜ እዚ ኢና ከኣ ክንተሓባበር ዝግበኣና ነይሩ። ኣቲ ግደፉና እንዶ ብመርሓሱ ዝዋረ ዘለ ኣይፈቱን እየ ኣነ። ትጋገዩ ኣለኹም ግን ሰብ ብሳምና ብሊልይ ኣእዳዉ ኣጽርዩ ክሕጸብ ሰሚዕኹምሲ ዋጋ ብላዕሊ ትውስኽሉ ሕልና ዘለዎ ግን ነቲ ሊሊ መግዝእ ንኸይስእን ኢሉ ዋጋ ዝጎደሉ ኣለዉ ከምኡ ውን ብልቓሕ ዝህቡ ኣቲ ናብኦም እንዶ ኺዲ እንታይ ግበር ትብልኒ ኢኺ ብዛዕባ ድኳነይ ግብሪ ክንደይ ይኸፍል ብኽንደይ ግዜ የምጽኦ እስኺ ትፈልጢ ዲኺ? ነውራም
ሕማቕ ዘበን መተዓዛዘቢ ድዮም ዝብሉ ተዓዛዚብና ግን ኣለና ትዕዝብ ውዒኪ ትዕዝብ ሕድሪ ኣብ ድኳኒ ከም ድላይ ብጣዕሚ ግን ትሕዝኑ እዚ ጌርክሞ ዘለኹም ገበን እዩ እዋ እሞ ከዓስ ኣብ ኣሕዋትኩም ኣብ ልዕሊ ህዝብኹም ፋዕ ዘኹብላ ግበርዋ እስከ ግበርዋ ኣጆኹም እባ ግበርዋ። ኣይትፈርን ዲኻ ምዃን ፈሊጠኪ ኣለኹ ክሃርመኪ እሞ ክትከሲ ድሓ ፍራ እግዚኣብሔር የብልክን ድዩ እስኺ ተደይከድኪ ኣነ ኸደልኪ ኣነ ኸደልኪ
ንሕና ከ እንታይ ኮይና ኢና ገፅና ዘይንዓትብ ናበይ እዚ ኩሉ ሸበድበድ ንበልዖ ዲና ዘይንበልዖ ዘይተፈልጠስ

ዋይ እንኳዕ ረኸብኩም ኣቦታተይ ኣብኣ ከለኻ ኣብኣ ከለኻ ኣብኣ ከለኻ ሓቁ እዩ እዛ ሕማም ሰላም ኣይትፈቱን እያ እወ እወ ሰላም ዘይተብል ሕማም እያ መፅእ ነዛ ኩሩና ግለ ድዮም እወ እወ ዓለም በዓሎም እኳ እዩ እ፣ በዚ ሕማም ዝዛረብ ዘሎ ስማዕ እስከ ኣብቲ ድዩ ዝዓቢ ኣይ ኣይመስለንን ግን ብዝያዳ ንዓበይቲ ዘጥቅዕ ኢሎሞ ከመይ ማለት ኣታ እዛ ኮረናስ መመሊሳ እኮ ኣኾርያትና ከመይ ማሌትካ እዩ ኣብርሃልና ሓቁ እዩ መንእሰያት ናይ ተጻዋርነት ባህሪ ኣለዎም ዓበይቲ ግን ድኻም ስለ ዘለዎ እቲ ቫይረስ እንድሕር ተወሲኽዎ ኣብኣ ከለኻ
ስማዕ እስኪ ዕድመ ተቐነስናስ ከመይ ይመስለካ? ኣታ ስብሃቱ እንታይ ኸ ሃተፍተፍ ትብል ዕድመ ሓቲቱ እኮ ኣይኮነ እንዳኣትወካ ትባልዕ እዋይ እንታይ ኸ ሃተፍተፍ ዘየብል ኣለና እንታይ ኸ ሃተፍተፍ ዘየብል ኣለና ስማዕ እስከ ቆላሊኻና እኮ እንታይ ናባና መምፂእኻ መቸም ኮረላ ኣላትኒ እንዶ ኣቱም ሰባት ኣነ እኮ ኮረላ መኪና እየ ኢለ እዋይ ልበይ ሰማይ ኮረላ መኪና ዲኻ ኢልካ እዋይ ልበይ ሰማይ በፂሓ ኮረላን ኮረናን እንዲ ብሓደ ኮይኑ ኣንታ
እንታይ ወሪዱካ ኣቐዲምካ ማኪና ደይ ትብለና ተቀዳዲምካ ኮሮላ ትብለና። ስብሓቱ ኣይትፍራህ እባ ኣይፈርሕን እየ እንዳበልካስ ክንዲ ዝፍርህ ኣሎ
ዘይተረሳሕኹ እንደ ኮይነ እምበር ዋላ እቶም ካህናት እኮ ኣይትፍርሕዋ ንሞት ንሓጢኣት ፍርሕዋ እኳ እዮም ዝብሉ ተገሪመ ኣለኹ እኮ ኣነ ስብሓቱ እዚ ኩሉ ንጎን ምሸትን ጋቢ ተገምጊምካ ቤተ ክርስቲያን እንዳኸትካ ኣይትንስሃ እንዲኻ እንታይ እንዳልካ ዲኻ ጸሎት ትገብር ኣብ መንገዲ ሻህዶ እስቲ ንፍጠረለይ እንዳበልካ ዲኻ ትጽሊ። ምንስ ሳዕራ እናሰሓባ ሰሚዕኒ ድዩ ኣይሰማዕንን ግን ከመይ ይፈልጥ እኽእል። ብልብኻ ተጸሊኻ ደኣ ከም ዝሰምዓካ ፍሉጥ እዩ። ስለዚ ሓጥያተኛ ኢኻ ማለት እዩ። ይኣክል!
ቀሺ መን ክብለካ ኢየ ከምኡ ጌርካ ተዋጥረኒ። ኣነ ክኸይድ ናተይ ድዩ ትገብሩ? ቀጽል!
እዛ መኪና ዝሸጥኩሉ ወዲ ሰለስተ ሽሕ ምስኡ ኣለዋኒ። ብሎሙ ጽባሕ ከኣ ለል ኣቢልኒ ስለዚ ሕጂ ክሽምጉሉኒ እየ ደልየ። ምስዚ ዘሎ ሕማም ሓሲብ ይመልሰልካ። ኣይኮነን ገንዘብ ሰብ ናትካ ገንዘብ ውን ሓቢእካ ኢካ ትመውት። ታይ እዩ ከመይ ዝበልዎ ሰብ እዩ ስማዕ እስኪ ውዑል ኣለካ ድዩ። ዋእ እወ ኣለኒ።
ኪድ እሞ ክሰሶ ውዑል እንድሕር ኣለካ ብውዑል መሰረት ህክሳ ይግበሮ። ኣነ ኣብኡ ክበጽሕ ኣይደለኹን ምስ ሞት ተፋጢጥና ከለናስ ኣይጽቡቕን እዩ። ኦፋ
ግደፈና ኣይትንቀሳቀሱ ኣይታዕኮቡ ልለው ሞባይል ደወለሉ ብሞባይል ከነረዳዳእካ ብኣካል ከይደ ኢለ ይተረዳኣንስ ብሞባይል ከምኡ ተኾይኑ ደኣ እሞ ንዝያዳ ጽድቂ ሕደጎሉ ሰብ ገልታዕታዕ ኣይተብል ኖ ምሕዳግሲ ሓድገሉን እየ በቃ እሞ ኣይንኸይድን ኢና ዋእ ናትኩም ግበሩ ኣይከይድን እየ በሉ።

ገጅፍ ለባም እኮ ርእየ ይፈልጥ ክለኻኽመና ክለኻኽመና
ኣንታ ተኽለ እንዲድኣ እታ እዚ ተኽለ ተኽለ መፅእ ዋ በልትም በል ትበል በል እዚኤን ባዕልና ንክፈለን እሞኒ ሱቅ በል ጥራይ ቢራ ኣስትየና ክንብለ ኢና።
ስብሃቱ ጊለ
እዚኣ ቦታ እዚኣ ለካሚትና እያ ፈታዊና ይኹን ፀላዒና ኣብዚኣ መፅኡ ዝረኽበና ንዓ ገለ ንግበር ገለ ንግበርና እዋ እንታይ ዳዩ ዝገፅካ ብርህ ብርህ ኢሉ ፍሽኽ ፍሽኽ ትብል ዘለኻ ኖኖ ዓይንኻ እዩ ዝኸውን ፍሽኽ ዘብል ዶ ረኺብና ኢና ከመይ ኢሉ ፍሽኽ ክብል ዋይ ስብሃቱ ሓወይ ፍሽኽ ይብል እምበር። ዋእ ትሪኡ ኣለኹም ዘይረኣኹዎ ገንዘብ ዘይረኣኹዎ ሽሻይ ይመጸኒ ኣሎ ምስዚ ዘሎ ኽሳይ ዋጋታት ወሲኹ ኣሉ ከቢሩና ከይበሉ ኸኣ ዘለዎም ዘይብሎም ይገዝኡለይ ኣለዉ ኣንታ ክንደይ ጭክን ቁሩብ ፈሪሃ እግዚኣብሄር የብልካ ከመይ ማለትካ እዩ ኣንታ
ሰብ ኩሉ ፈሪሁ እዚ ሕማም ይቐንጥጠልና ኢሉ እዝጌ እንዳበለስ እስኻ ኸኣ ካን ገንዘብ ተራእዩካ እታ ኣጀኹም ኣጀኹም ብሩኽ እንድዩ እዛ ዓድና ብዙይ ኣቱን ኢላ። እዛ ዓዲ ደኣ ብሩኽወ ርጉማት ሸቃጦ ግን ረኺባ እህ።
ንስኹም ከ ኣቐኒኹምኒ። በሉ ክትፈልጡ ኣነ ኩሉ ብዕጽፊ እየ ገይረዮ ዘለኹ። እሞ ተጋጊኻ ልክዕ ኩሉ ሰብ ክረብሕ ኢሉ እዩ ዝሰርሕ ተኽለ ዓቐኑ ዝሓለፎ ዋጋ ምውሳኽ ግን ቅቡል ኣይኮነን እዚኣ ሰብ ምብላዕ ኮይና እያ ትስማዓኒ። እንታይ ኢኹም ብኣፍኩም ትወራዘዩለይ ድኳን ስለ ዘይብልኩም እምበር ንስኹም ካባይ ንላዕሊ ካልእ ምገበርኩም። ዓገብ ዓገብ ተኽለ ሰብ ምህሳይ ጽቡቕ ኣይኮነን። ክላ ስቕ በል
ሃለውለው እኳ ይፈቱ።
ሃለውለው ዶ ኢልካዮ ግን እቲ ዝገርመኒሲ ሞት ተመጽያሲ ኣበይ ኮይንኩም ኢኹም ክትበልዕዎ ሕጂ ምስ ሰብ ተደይ ተሓባቢርኩምሲ መዓስ ኢኹም ክትተሓባበሩታ ኣይ ኣይ ኣታ ኣታ ንዓና እዚ ሕማም እኳ ክውሕደና ተወሳኺ እኳ ይወስኸና ዝኣምላኽ ኣነ ዶ
ክሳብ ክንድዚ ዲኹም ተቕንኡለይ ኮደልኩም ዶ እታ ርኢኹም በሎ ርኢኹም በሎ ሕርርኩም ትብሉ በሉ እምበር ጓል እያ ትድውለለይ በላ ጓለይ ኣስቤዛ ተወዲኡ ካብ ማኻዚኖ ንዓውፃለይ ክትብል እያ ትድውል ዘላ ሃሎ ሸዊት ጓለይ ኣስቤዛ ተወዲኡ ድዩ እ? ንሕና ተወዲእና ታኪሩ ሓኪሮ ማለት እወ ኣይበልናን እንዶ እ? ኣክንዲ በስመ ኣም ኢልካ ምብላዕ ሕጂ ዶ ይሓይሽ መን ሃቂርዎ
ተቆፃፀርቲ
ታስኻ ከተዛሪበ ኢልካ ዲኻ እዚ ብኬሪ ማይ ኣይኮነን ቦጥ ሙሉእ ማይ ኣይተተስኦን እያ